ሰላም ሕዋት ንላይ ሎም እምበኣር ኣብ ናይ ፍረንች ቮካብላ ኣብ ናይ ፍረንች ክላስ ኮይና ቮካብላሪ ኢና ንፅነ ደልና ኣብ ናይ ኣዱ ኣብ ናይ ኣዱ ክላስና ቮካብላሪ እምበኣር ፓርቲ ቱ ኢና ደልና ዝሓለፈ ከለ ሰምን እንታይ ርኢና ነርና ፓርቲ ዋን ርኢና ነርና ሎሚ ግን ፓርቲ ቱ ፓርቲ ቱ ክሊክ ምስ ገበርና እምበኣር ኦረዲ ንስኹም ኢንቪቴሽን መፂእኩም ዘሎ ድሎ ዳይሬክት ከምዚ ናተይ ክህልወኩም ተስፋ ገበር ተዘይ ኮይኑ ከዓ ኮንታክት ይበሩ ኦኬ እዚ እቲ ኣቐዲምና ናይ ፕረዘንቴሽን ዝረኣና እዩ ብሰለ ብዝተፈላለዩ ይደጋግሞ ኣለኹ ባይዘወ ኣብ ንሰከፍ ክሓልፍ ከለኹ ብኡ ይደግሞ ኣለኹ ነቶም ኣጋጣሚ ወሪዶም ደለዉ ማለት እዩ ክንደየና ይኳ ብመጀመርታ ክብገሱ ስለ ዘለዎ እምበር ድሕሪ ከም ኣጋጣሚ ኮይኑ ወይ ድማ ንስለ መዘከርታ ሰለስቲኦም ኣለኹም ካርት ኣፕኮንት ኣሶሲኤ እዚአን ተን ክትመሃርሎን ዝትኽእሉ ብዝተፈላለየ መልክዕ ንመጽናዕቲ ማለት እዩ ሓንሳብ ንዑ ምስ ወዳእኩም ቴስት ትገብሩ ኢኹም ንሎሚ ዘምጻና ግን ተናይ ሎሚ ቮካብላሪ እየን መበል ዓሰርተ ሓደ ቮካብላርና ማለት እዩ ቮካብላርና ከም ኩሉ ግዜ ሓንቲ ቮካብላር ሓንቲ ቃል ኣላ እታ ቮካብላሪ ከዓኒ ኣብ ትሕታ ኣብ ከመይ ዓይነት ኣገልግሎት ንጥቀመላ ንዝብል ሓሳብ ከዓ ሙሉእ ሓሳባት ኣሎ ኤግዛምፕል ማለት እዩ ንኣብነት ቀዳማይ ናህና ቮካብላሪ ቨኒኺ ምምፃእ ማለት እዩ ቨኒኺ ከዓኒ ንዓ ብመንፅር ድምፂ ክንሰምዓ ተደሊና ክሊክ ንገብር ኦኬ ቨኒር ምምፃእ ማለት እዩ ናታ ኣብነት ከዓኒ ትቪያን እንዥኹዲ ሎማዓንቲ ትመፅእ ሎሚ ትመፅእ ማለት እዩ ባይዘወይ ሎሚ ትመፅእ ከምዚ ትእዛዝ መሳሪ ኮይና ኣላ እምበር እታ ሙሉእ ሓሳባት እያ ሎማዓንቲ ትመፅእ ሕቶ ክንገብራ ደልና ነርና ተንኸውን ሎማዓንቲ ትመፅእ ዲኻ ኦኬ ባይዘወይ ትግርኛ ክንመሃር ኣይኮነን እቲ ሓሳባት የግዳስ ንናይ እታ ቨኒ ክትብል ዘለና ኣብ ኣገልግሎት ክንጥቀመላ ኮልናስ እንታይ ትመስል ወይ ድማ እንታይ ዝዓይነቱ መልእኽቲ እያ ትህብ ቲ ቪያን ኦንዦርዲ ሎሚ ትመፅእ ምምፃእ ማለት እዩ ድሕሪ ክንሰምዖ ደሊና ከዓኒ ክሊክ ንገብር ቧላ ነዚ ይመስል ቲ ቪያን ኦንዦርዲ እንድሕር ደኣ ካብዚ ካብዘን ዒስራ ባይዘወይ ንሱ መወዳእታ ዋላ ክዘክረኩም እዩ ካብዘን ዒስራ እንድሕር ደኣ ኣፅኒዕኩም ምስ ወዳእኩም ደይ ተደጋጊማ ተሸግግረኩም ቃልታ ኣላ ፋቮሬት በልዋ ኣብዚኣ መፂኹም ኣብዛ ናይ ትዋል ንሳ እምበኣር ሒዛታ ኣላ ሓንሳብ እተን ዝኣበያኹም ኣብኣ ክትሽምድድዎን ትኽእሉ ኢኹም ንሕና ግን ሎማዓንቲ ንሱ ኣይኮነን መምፂእና ኦኬ እታ ዓሰርተ ሓደ ርኢና እያ ምምፃእ ማለት እዩ ምብፃሕ ኣኺቨ ማለት እዩ ናብ ሓደ ቦታ ንምንታይ እስከ እዚ ብመንፅር ክላስ ንሪኦ ዘለና ደጊምና ኣንቪቴሽን ሂብና ኮሰቕ ንበልና እቲ ሓሳብ ግን እንታይ እዩ ሓደ ብሓደስ ኣበየናይ ኣገልግሎት ንጥቀመሉ ኣለና እቲ ቃል ምክንያቱ ልክዕ ነቲ ፍረንጅ ዝመስል ትግርኛ ዘይክንረክብ ንኽእል ኢና ኣብ ከመይ ኣገልግሎት ንጥቀመሉ ወይ ድማ ንምንታይ መልእኽቲ ዝዓለመ እዩ ግን ብሓባር ክንሪኦ ደልየ ስለ ዝኾንኩ እዩ ኣኼበ ኣለና ኣኼበ ምብጻሕ ማለት እዩ ካብ ሓደ ቦታ ናብ ካልእ ቦታ ክንበጽሕ ንኽእል ኢና ማርኮስ ኣኼብ ቱዡኽ ኣለኽ ማርኮስ ሲ ዝኾነ ሰብ ብዘየገድስ ኩሉ ግዜ ኣብ ሰዓቱ እዩ ድመጽእ ይብለና ኣሎ ሰያት ሓሳብ ኣብኾን ከዓ ምምሃር ማለት እዩ ዣብኾን መበካብላኽ ንሕና ሕጂ እቲ ቃላት ኢና ንምሃር ዘለና ቮካብላሪ ንምሃር ኣለና ክንሰምዖ እንተደሊና ዋላ ድሞንደ ከዓኒ ምሕታት ማለት እዩ ዝኾነ ነገር ንካልእ ሰብ ክንሓትት ከለና እዩ እታ ዝቐንዐት ጋሊኣ ካብኡ ንላዕሊ ትግርኛ ክንረኽቦ ንኽእል ኢና እስከ ሸፕቶ ድሞንደ ኬልኬቹስ ሓደ ነገር ዶ ክሓተካ ማለት እዩ ሪፖንዶክ ማለት ከዓ ምምላስ ማለት እዩ ቀቀልጢፈ ሓልፍ ኣለኹ ንስኹም ግን ግዜ ውሰዱ ከመይ ገይረ እያ ትደማመፅ ዘላ ምጽሓፍ ጥራይ ዘይኮነስ ከመይ ጌርና ንጽሕፋ ዘይኮነስ ወይ ድማ እንታይ ዝዓለመ ጥራይ ዘይኮነስ ከመይ ጌርና ነድምጻ እውን ክትፈልጥ ኣለና ቀንዲ ምዝራቢት እዚ ዕላማ ክሊክ ንገበር ኣብዚኣ ዋላ ተዳምፀልና ከመይ ጌርና ከም ነድምፃስ ትሕብረና ኣላ ማለት እዩ ኼፖ ንክከዓ ሙሉ ሓሳባት ምስ ሓተወ ንሕተይ ይምልሰለይ ኢኼፖ ኣማ ኬስዮን ንሕተይሲ ይምልሰለይ ኣሎ ማለት እዩ ዲኽ ማለት ከዓ ምባል ማለት እዩ ምባል ማለት ዝኾነ ነገር ክንብል ኮልና ኢልነ ዲኽያ ማለት ወላ ሓደ ኣይበለን ኣይብለንን እዩ ድሕር ድኣ ምባል ማለት እዩ ኣነ ሕጂ እንታይ ይብላ ኣለኹ ከመይ ጌርና ቮካብላሪ ንጥቀመሉ ወይ ድማ ሓደ ብሓደ ነቶም ቮካብላሪ ይገልጾም ኣለኹ ይገልጻለይ እታ ናህና ቃል እንታይ እያ ምባል እያ ነይራ ይብል ኣለኹ ንዑ ዝዓለመ እዩ ኦንቶንድኽ ኦንቶንድኽ ምስማዕ ማለት እዩ እታ ንፅርቲ ቃል እያ ደርፊ ይሰማዕ ኣለኹ ዠይኩትላ ሚዚክ ኣብዚ መፂኹም ከዓ ይትረስዕዎ ዘምፀም ክሊክ ትገብሩ እቲ ፕሮናንሴሽን ትምህረኩም ኣላ ኢኩቴ ከዓኒ ምስማዕን ምድማፅን ፍልይ ኣለዎ ምስማዕ ሃንደበት ዝኾነ ነገር ፈቲና ይኮና ንሰምዕ ዝኾነ ነገር ኣብ ጥቓና እንድሕር ደኣ ኣቢሉ ንሰምዕ ኢና ኣብ ፍሬንች ፍልልይ ኣለዎ ምስማዕ ድሌትና ኣይኮነን ምድማፅ ግን ድሌትና እዩ ኣድህቦና ተኺልና ንዳምፅ ኣለና ማለት እዩ ንሱ ከዓ ኢኩቴ ድሕር ደኣ ንሓደ ሰብ ኢኩቴ ንብሎ ንኣብነት ሰቴለቭ ነኢኩት ጃሜ እዚ ተማሃራይ ፍጹም ኣዳምጽንዩ ይሰምዕ እዩኮ እቲ ንብሎ ደለና እኮ ይሰምዖ ኣሎ ግን ኣያዳምጸናን እዩ ኣድብኡስ ኣይተክልኒ ምቕማጥ ሃቢቴ ማለት እዩ ምቕማጥ ሃቢቴ ማለት እዩ ኣብነት ናታ ከዓ ውሃቢት እዩ ኣበይ ከትቕመጥ እዛ ሃቢት ኣ ኤክስ ኤክስ ዝብል ዘሎ ንኣብነት ብካልእ መልክዕ ኣይትርእይዎ ኣይትረኣይዎ እቲ ኤክስ ኤክስ እቲ ናትኩም ዝተቐመጡሉ ቦታ ክተእትውሉ ስለ ዝደለኹ እየ ብኣይተ ባይ ዘ ወይ ኤክስ ኩሉ ግዜ ንዘይተፈልጠ ነገር ስለ ዝገልጽ ኣብ ማተማቲክ ብኡ መንጽር እዩ ኦኬ ኡ ሃቢት ድዩ ኣበይ ትቕመጥ ዣቢት ኣ ኣብታ ስኹም ተቐመጡላ ተእትውላ ማለት እዩ ኣበይ ትቕመጥ ኣብ ኣብታ ስኹም ቦታ ተእትውላ ኣብዛ ክንደ ኤክስ ደላ ዘለኹሞ ቦታ ይቕመጥ እምበኣርከስ ክንሰምዖ እንተደሊና ኣብዚኣ ክሊክ ንገብር ሸኽሸ ምድላይ ማለት እዩ እታ ናይ መወዳእታ ቮካብላርና ምድላይ ሸኽሸ እታ ዝበለፀት ቃል ንዓ ትመስል ምድላይ ማለት እዩ ተምሃራይ ኮፍ መበሊ ይደሊ ኣሎ ሌሌፍ ሸኽሽ ሳሸዝ ባይዘወይ ሌሌፍ ሸኽሽ ሻሴዝ ክብል ከሎ እታ ናቱ ኮፍ መበሊ እዩ ዝደሊ ዘሎ ድሕር ደኣ ኣብ ትግርኛ ኮይንካ ኣራብሸኩም ማለት እዩ ሸኽሸ ምድላይ ማለት እዩ እቲ ተምሃራይ እንታይ ይደሊ ኣሎ እታ ናቱ ኮፍ መበሊ ይደሊ ኣሎ ኤክሰተራ ናይ ሎሚ እዚኦም እዮም እቶም ቮካብላርና ዓሰርተ ቮካብላሪ ካብ ዓሰርተ ሓደ ክሳብ ይስራ ነፍሲ ወከፎም ብመንፅር ሙሉእ ሓሳባት ስለ ዝገለፅናዮም ኣብ ትሕቶም ከዓኒ ተሰንዮም ኣለዉ ምምፃእ ኣብ ትሕትኡ ሙሉእ ሓሳባት ንለኩም እቲ ቪያ ኡን ዦክዱኢ ኤክሰተራ ምባል ዓሰርተ ክልተ እቲ ምሉእ ሓሳባት ከኣ ቁጽሪ የብሉን እቶም ቁጽሪ ዘይብሎም ነቶም ቁጽሪ ዘለዎም ከሰንዩ ኢሎም ዝቐረብናዮም ምሉእ ሓሳባት እዮም ኣብ ከመይ ኣገልግሎት ንጥቀመሎም ኣለና ማለት እዩ እዚኦም እዮም እቶም ናይ ሎሚ ቮካብላሪ ሓንሳብ ንዖም ምስ ኣጽናዕኩሞም ምስ ሸምደድኩሞም ብዝተፈላለየ መልክዕ ብመንጽር ካርት ብመንጽር ኣብ ኮንድ ክሊክ ግበሩ ኣብ ኣሶሴ ዋላ ካብዞም ሰለስቲኤን ሓንሳብ ምስ ዝወዳእኩም ኣጽኒዕኩም ቴስት ግበሩ ኣብ ቴስት ከኣኒ ልዕሊ ክልተ ክትጋገዩ የብልኩም እንተገደደስ ትሕቲ ዓሰርተ ሸሞንተ ክተምጽኡ የብልኩም እንድሕር ደኣ ትሕትኡ ኮይኑ ደጊርኩም ኣጽንዕዎም ብሰለስቲኤን መልክዕ ሽዑ እንደገና ከኣ ቴስት ግበሩ ሓንሳብ ንሱ ምስ ሓለፍኩሞ ናብ ዝመጽእ ክላስ ኪዱ ማለት እዩ ንለምብ ዘይኣኽለና ናይ ልምዓት ቮካብላሪ ነዚ ይመስል